ሰላም ዝኸበርኩምን ፈትዋትን ቤስብናስ ቻናል ከመይ ትኾኑ ሎሞን ከምቲ ልሙድ ፍልይ ዝበሉ ዛዕባታት ናባኹም ሒዘልኩም መፅየ ኣለኹ ሚንኪ ሕንሽሽ ተማሊ ኣብ ዝገበሮ ናይ ስነ ስርዓት ደርፊ ምረቓ ተባሂሉ ዝገበሮ ፕሮግራም ሓድሽ ምሽጥር ከም ዝተቓልዐ ተፈሊጡ ኣሎ ኣብ ትግራይ ብጣዕሚ ወሳንን ብጣዕሚ ሓደገኛ ዝኾነ ሓድሽ መምርሒ ከም ዝወረደ ተፈሊጡ እዩ ኣብ ውሽጢ ስራሕ ፈፃሚ ውድብ ህወሓት ምስሕሓብ ከምዝተፈጠረ ዝተፈለጠ ኮይኑ እዚኦምን ካልኦትን ዛዕባታት ናባኹም ከብለልኩም እየ። ክሳብ መወዳእታ ሓቢርኩም ንክትፀንሑ በዚ ኣጋጣሚ ክዕድመኩም ይፈቱ። ቅድሚ ናብ ዝርዝራቶም ምሕላፍና ግን እዚ ቻናል ንክዓቢ እዚ ቪድዮ ድማ ናብ ኻልኦት ንክበፅሕ ላይክ፣ ሼር፣ ኮመንት ብዓብዩ ድማ ሳብስክራይብ ብምግባር ጀምርዎ ኢኹም። ሚኪ ሕንሽሽ ትማሊ ኣብ ምርቓቱ ሓድሽ ምሽጥር ከም ዝተቓልዖ ተፈሊጡ'ሎ። እቲ ምሽጥር ድማ እንታይ እዩ ንዝብል ትማሊ ኣብ ዝሰራሕናልኩም ቪድዮ ሓድሽ ዘረባ ናባኹም ኣቢልናልኩም ኔርና። እሱ'ውን ብሓደ ናይ ፌስቡክ ማሕበራዊ ድረገጹ ቁምነገር ብዝብል ዝፍለጥ ሓውና መንጭበርበርቲ ናቃልዕ ኢሉ ኣብ ዝለጠፎ ጽሑፉ። እቲ ምረቓ ናይቲ ሰሪቕኻ ዝኸፈትካዮ ሓድሽ ቃል ቤትና ምግቢ መስተን መደቀስን እምበር ናይ ደርፊ ኣይኮነን ኢሉ ጽሒፉ ከም ዝነበረን ቪድዮ እውን ናባኹም ኣቢልናልኩም ነርና ኢና። ይኹን ደኣ እምበር እዚ ሓቅነቱ ስለ ዘያረጋገጽና ሓቂ ድዩ ኣይኮነን ክንብል ን ዕስራ ኣርባዕተ ሰዓታት ዝተጸበናዮ እንትኸውን ትማሊ ግን ብኸምዚ መልክዑ እቲ ሓቅነቱ ተረጋጊጹ ኣሎ። ማለት እውን እዚ ሓውና ሓቂ ምዃኑ ተረጋጊጹ። ሚኪ ሕንሽሽ ደርፊ ዘይኮነ ዘምርቕ ነይሩስ ብርክት ዝበለ ኣጋይሽ ክሕዝ ዝኽእል ዓብዪ ሆቴል ከም ዘመረቐ እዩ ተፈሊጡ ዘሎ። እቲ ሆቴል እውን ቃልና ቤት ምግብን መስተን መደቀስን ዝብል እንትኸውን እዚ ኣብ ታሕቲ ንሪኦ ዘለና ሚኪ ሕንሽሽ ዝበሃል ሓውና ድማ ናይ ፌስቡክ ኣካውንቱ ኣብ ማሕበራዊ ሚድያ ዝለጥፍ ቆልዓ ካብ ዝተፈላለዩ ኩርናዓት ዓለም ዝተለኣኸ ገንዘብ ናብ ዝተፀገሙ ወገናት እነብፀሐ ዝፀንሐ እንትኸውን ሕዚ ድማ እቲ ኣብፀሐልና ዝተብሃሎ ናይ ሓደራ ገንዘብ ናይ ውልቀ ረብሕኡ ብምውዓል እዚ ብሽም ምረቓ ደርፊ ነቲ ዘንጭበርበሮ ገንዘብ መልክዕ ንምትሓዝ ይረባረብ ከምዘሎ እዩ ተፈሊጡ ዘሎ። በዚ ኣጋጣሚ እውን ፖሊሳት ክሕዝዎ ኣብ ናይ መጥርያ ወረቐት ከምዘተባሃወ እዩ እናተነገረ ዘረከብ ዘሎ። ካብዚ ብምቐፃል እውን እቲ ምስጢር መን እያ ኣቃሊዕዎ ዝብል ድሕሪ እዚ ሓውና እዚ ኢሉ ምፅሓፉ ትማሊ ድማ ኣብቲ ፕሮግራም ዝተረኸቡ ወላዲና ኣያና ገብሩፋኖ ከምዚ ገይብሉ ተናጊሮም እዮም። ሰላም ሰላም ኣብ መላእ ዓለም ዘለኹም ቤተሰብ ማለት እዩ ኣቦና ኣርቲስት ገብሩ ፋኖ እንደገና ፕሮግራመይ ከክብር መፂኡ እኒኦ ማለት እዩ ባዕ ሰላም መፃኻ እስኪ በሉለይ ባዕ ሰላም መፃኻ የቐንየለይ ሚኪ ብጣዕሚ ደስ ኢሉኒ ኣነ ምዕዳም ኮይ ዓደምኻንን ግን ብሚድያ ስለ ዝዓደምኻ ያው ክመፅእ ስለ ዘለኒ ዓብዪ ፕሮግራም ነይርኒ ካባኻ ንላዕሊ ፕሮግራም ኣብዛ መዓልቲ እዚኣይ ስለ
እና ብጣዕሚ እየ ሕጉስ ኣነ ደርፊ ክምረቕ እየ መጤ ለካ ዝገርም ገዛ ዝገርም ሆቴል እውን ኢኻ ተመርቕ ዘለኻ ብጣዕሚ እዩ ገሪምኒ በዚ ዕድመ እዚ ከምዚ ዝበለ ታለንት ክትሕገዝ ክትድገፍ ይግበእካ በዚ ኣጋጣሚ'ዚ ኩልኻ ኣርቲስት ይኹን ሎማዓንቲ ይኹን ጽባሕ ድሕሪ ጽባሕ ስለ ዘሎ እዚ ገዛ'ዚ ዝሰማዕኩምን ዘይሰማዕኩምን ኣብዚ ተራኺብና ክንሕግዞ ብክብሪ ጽቡቕ ክንገብረሉ ይላበው። የቐንየለይ። እዚ ስለ ዝገበርካ ግን ብጣዕሚ ሕጉሰኛ እየ ዝበሉ እንትኾኑ እቲ ብርክት ዝበለ ኣብ ኩርናዓት ዓለም ኮይኑ ዝከታተል ዝነበረ ንሚካ ሓውና እናለኣኸሉ ናብ ዝተፀገሙ ኣብፅሐልና ዝብሉ ዝነበሩ ሰባት ድማ ብርክት ዝበሉ ሰባት ቅሬተኦም እናገለፁ ይርከቡ ማለት እዩ። በዚ ኣጋጣሚ ብርክት ዝበሉ ኣሕዋትና ዝተናገሩን ዝፀሓፉን እንትኾኑ ብክፋል ድማ ከምዚ ዓይነት ሓፀርቲ ቪድዮታት እናተለቐቐ ሚኪ ሰራቒ እዩ፣ ሚኪ እውን ድሮ ካብ ኻሊእ ከመይ ገይሩ ክሕሽ ይኽእል ኩሉ ሰረቕቲ እዮም ክብሉ ከምዚ ዝበለ ቪድዮታት እውን እናሰርሑ እዮም ዝርከቡ ዘለዉ። ሓፀርቲ ቪድዮታት እውን ናባኹም ከብለልኩም እየ። ኣብ ትግራይ ዘይተነገረ እምበይ ዘይተገበረ የለይ። ብዛዕባ ሕዚ ሚኪሕንሹሽ ኣርባዕተ ድርፊ የመርቆ ኣለኹ ኢሉ ልሰለስተ መዓልቲ ዝግጅት ገይሩ እኒኦ ማለት እዩ። ብማሕበራዊ ሚድያ ድሞ ደርፊ ከመርቕ እዩ ዝፍለጥ። ካብኡ ኣብ መድረኽ ወፂኡ ኣያና ጎሩ ፋኖ እዩ። ኣነሲ ደርፊ ከመርቕ ኢለ መፅየ ይትረፈኒ ኢለ ንስኻ ትዓቢ ኢለሲ ለክስ ሆቴል እና ቅርሺ ኣይተርፈካን ቅርሺ ሲ ኣይተርፈካን ቅርሺ ትሰርቅ ሓደ ሰብ ማለት እዩ ኣብ ዓዲ ኮፍ ኢሉ ከም ንስኻትኩም ጥዑም እናበልዐ ጥዑም እናተኻደነ ፅቡቅ እናተኻደነ ብራንድ እናተኻደነ ክነብር ነይሩ እና ማለት እዩ ግልፂ ጌርካ እስኻ እስኻ ማለት እዩ ከምቲ ሽምካ እውን ሕንሽሽ ኢኻ ዕኮት ኢኻ ልምንታይ ግልፂ ጌርካ ሆቴል የመረቑ ኣለኹ ስለይትብል ማለት እዩ እና ኣብዚ ቲዩቱብ ዩቱባት ኮኑ ፌስቡካት ነጠፍቲ ኮኑ እዛ ነገር እዚኣ ማለት እዩ ክትኩነን እዩ ዘለዋ ሌባ መዳናገሪ ብሹም ህዝቢ ዝሽቅጥ ሰብ ማለት እዩ ክነተዋዖ ዘይኮናሲ ብቁልቁሉ ኣፍ ክንደፎ እዩ ዘለና ማለት እዩ በቃ ገንዘብ ህዝቢ ክትሽቅጥ ኣይበልካይ ወይ ከዓ ሓደ ሰብ ኣይብልኩምይ ማለት እዩ እና እንታይ ክብል ደልየ ብድሕሪ ህዝቢ ማለት እዩ ኣብ ዳያስፖራ ኮኑ ስዑዲ ኮኑ ኣውሮፓ ኮኑ ኣብ በቃ ዝተፈላለዩ ዓለም ኣሎ ገንዘብኩም ሓዙ ክትሕግዙ ደደሊኹም ብጎረቤትኩም ብቤተሰብኩም ብማሓዛኹም ጌርኩም ሓግዙ ንሕና ኣብዚ ብጃማ ተኸዲንና ዩኒፎርም ተኻዲንኩም ኣቱም ኣውሮፓ ዘሎ ማለት እዩ ኩሉ ሰብ ከመይ ጌርና ከም ነምፅኦ ኣለና እቲ ገንዘብ ባዕልና ኢና ንፈልጦ ባዕልና ኢና ንፈልጦ ማርያምን ባዕልና ኢና ንፈልጠና ማለት እዩ ሕዚ እውን እዛ ነገር እዚኣ ቀልጢፍካ መብርሂ ክትገብረላ ጸውዒት ናይ ናተይ ዘይኮነስ ናይ ኩሉ ማለት እዩ። እምበኣርከስ ከምዞም እትሰምዕዎም ዝጸናሕኹም ከምዚ ዓይነት ቪድዮታት ይስርሑ ምህላዎም እዩ እቲ ዘሕዝን ነገር ማለት እዩ። እቲ ካሊእ ሓበሬታ ወሳኒ ዝኾነ ኢንፎርሞሽን እና ድማ ናባኹም ኸነብለልኩም ኣብ ትግራይ ብጣዕሚ ኸቢድን ረዚንን ዝብሃል ሓድሽ መምርሒ ከምዝወረደ ተፈሊጡ ኣሎ። ህወሓት ኩለን ንኣብያተ ትምህርትታት ኣብ ትግራይ ዘለዋ ማለት እዩ ዘመነ ክልተ ሽሕ ዓሰርተ ሸሞንተ ዓመተ ምህረት ጉንበት ሰላሳ ክዝዘም ከምዝወሰኑ ተፈሊጡ ኣሎ። እቲ ውሳነ እዚ ንምንታይ ጉንበት ሰላሳ ክዝዘም ክኢሉ ዩኒቨርሲቲታት ኣብ ትግራይ ዘለዋ ዩኒቨርሲቲታት ኮነ ኮለጃት ኢሉ እውን ኣብያተ ትምህርትታት ኩለን ክዕ ጉንበት ሰላሳ ስራሕ ጠጠው ከብላ ከምዘለዎን እዩ ትምህርቲ ጠጠው ከብላ ከምዘለዎን ተነጊርዎን ኣሎ። እቲ ዋና ቀንዲ ግን እቲ ዋና ዓላማ ግን እቲ ማምሃራንን ተምሃሮን ናብ መኸተ ንምኸታት ዝለዓለ እዩ ተባሂሉ ኣሎ። መምህራን ናብ ካልኦት ክልላት ይብተኑ ከምዘለውን ብዝተፈላለዩ ድማ ተምሃሮ ድማ ካብ ዓዲ ንምውፃእ ይረባረቡ ምህላዉ እቲ ካሊእ ዝበፀሐና ሓበሬታ እዩ። ህወሓት ኣብቲ ሕጂ ገይራቶ ዘላ ሓዱሽ ኣዋጅ ማለት እውን እዚ መምርሒ ዘውረደቶ እንታይ ተገን ገይራ እያ ንዝብል ድማ ኩሉ ኣብ ትምህርቲ ዘሎ ዝነበረ ኣባል ሰራዊት ትዲኤፍን ኣባል ሰራዊት ትዲኤፍ ዘይኮነ ወጣት ልዕሊ ዕድመ ዝኾነን ኩሉ ናብ መኸተ ንምእታው ተባሂሉ ዝተኣቀደ እቅድ ከምዝኾነን ማምሃራን ደማ ምስቲ ሕጂ ዘሎ ዶሞዝ ዘይተኸፈሉ ምኽንያት ኩሎም ነቲ ዶሞዝ ንክኽፈሎምን እቲ ዶሞዝ ምእንቲ ክመጽእ ኩሎም ሓይሎም ከጠናኽሩን ትዲኤፍ ሰራዊት ንክጽንበሩን ዝተገበረ እቅድ ምዃኑ ካብቲ ሓበሬታ ዝረኸብናዮ እዩ። ብተወሳኺ እውን ኣብ ውሽጢ ህወሓት ሓድሽ ፀገም ከምዝተፈጠረ ተፈሊጡ ኣሎ። ኣብ ውሽጢ ስራሕ ፈፃሚት ውድብ ህወሓት ምስሓብ ከምዝተፈጠረ ተፈሊጡ ኣሎ። እቲ ምስሕሓብ እንታይ እዩ ዝብል ድማ ናባ ከብለልኩም እየ። ኣብ ውሽጢ ሰራዊት ፈፃሚት ውድብ ህወሓት ሓድሽ ምስሓብን ምግምጋምን ይካየድ ከምዘሎ ተፈሊጡ ኣሎ። ኣብ ውሽጢ መሪሕነት ፈጻሚት ውድብ ህወሓት ብዛዕባ ኣንፈት ግምጋም ዝተላዕለ ርእሱ ክትዕ፣ ንጉጅለ ዶክተር ደብረጽዮን ገብረሚካኤል ብዘዕወተ መልክዑ ከም ዝተዛዘመ ካብ ውሽጢ ዝወጹ ጸብጻባት እንተመላኽቱ፣ ከም ጸብጻባት ኣገላልጻ ኣብቲ ስጉምቲ ገምጋም ክልተ ተጻረርቲ ሓሳባት ዝቐረቡ ክኾኑ እንተኾኑ፣ በቲ ሓደ ወገን ብዶክተር ፍስሃ ሃፍተጽዮን ዝምራሕ ጉጅለ ሙሉእ ውድቀትና ብዕምቆት ንገምግም ዝብል ዝቐረበ እንትኾን፣ በቲ ካሊእ ወገን ብዶክተር ደብረጽዮን ዝምራሕ ሓይሊ ግን ካብ ሓላፍነት ዝተወንዘፈ ቤት ምኽሪ ንምምላስ ዝተገበረ ወፍሪ ጥራሕ ኢና ንግምግም፣ ንነቅፍን ብዝብል ብፅኑዕ ተኻቲዖምሉ እዮም። ኣብቲ ክትዕ ናይ ዶክተር ደብረፅዮን ሓሳብ ተቐባልነት ዝረኸበ ክኸውን እንተሎ፣ እዚ ዓወት እዚ እቶም መሪሕነት ኣቐዲሞም ምስ ደመኮር መላፍንቶም ብምዃን ዝወድእዎ ስትራተጂ ምዃኑ ድማ ተሓቢሩ ኣሎ። እቲ ነቐፌታ ዝቐረበ ረቋሒታት ድማ ሕርፍን ስልጣን ብምጉጅለን ግዕዝይናን ምስ ፀላኢ ርክብ ብምፍጣርን ከምኡ እውን ንዝተወንዘፈ ቤት ምኽሪ ከይመለስካ ምዕንቃፍ ዝብሉ ደሴታት እንትኾኑ ትማሊ ኣብ ዝቐፀለ መድረኽ ውልቀ ነቐፌታ ብዶክተር ደብረፅዮንን ብኣይተ ኣማኑኤል ፍስሃን ተጀሚሩ እንትኸውን ንዶክተር ደብረፅዮን ብዝምልከት ሕዚ ተሸይሙስ እንታይ ክንብሎ ብዝብል ብላዕሊ ላዕሉ ተሓሊፉ እዩ። ብኣንጻሩ ግን ንኣይተ ኣማኑኤል ኣሰፋ ብሕርፊ ስልጣን ምስ ጸላኢ ብምርኻብን ብግዕዝይናን ብዝብሉ ከበድቲ ክስታት ክሳብ ክበኽዩ ጽኑዕ ነቐፌታ ከም ዝወረዶም ተገሊጹ ኣሎ። እዚ ስጉምቲ እዚ ንቐጻሊ ተቓውሞኦም ንምድኻም ዝተገበረ እምበር ሕዚ ንቐጻዕ ተዳልዩ ከም ዘይኮነ ድማ ምንጭታትና ይሕብሩ ኣለዉ። እዚ ከይዲ እዚ ንፖለቲካዊ ምጥቕቓዕ ተባሂሉ ንዓመታት ዝተለመደ ድሑር ኣሰራርሓ ምዃኑ ዝገለጹ ተዓዘብቲ ቀንዲ ዓላማ ናይቲ ጸቕጢ ድማ ንዶክተር ፍስሃ ሃፍተፅዮን፣ ንዶክተር ሰሎሞን ኪዳነን ንኣይተ ተኽላይ ገብረመድህንን ንምቕፃዕ ከምዝኾነን ንወይዘሮ ሊያ ካሳ ድማ ንምጥንቃቕ ዝዓለመ ከምዝነበረ ተፈሊጡ ኣሎ። እቶም ድሕሪ መጋረጃ ኮይኖም ነቲ መስርሕ ዝዘዋወሩ ዘለዉ ቀንዲ ሰባት ግን ምንም ዓይነት ነቐፌታ ከምዘይቀረበሎም ተፈሊጡ እዩ። እዚ ሕዚ ኢልዎ ዘለዉ ናይ ምግምጋም ቐንዲ ናብ ማእኸላይ ኮሚቴ እውን ብተመሳሳሊ ክቕፅል ይግመት። እዚ እንትፍጸም ዘላ ናይ ምግምጋም ስልቲ ኣቐሚጥ ኣቐዲማ ንኣይተ ገታቸው ረዳ ካብ መሪሕነት ንምብራር ዝተጠቐመትሉ ተመሳሳሊ ፎርሙላ ከምዝኾነን ሽዑ ዝነበረ ክትዕ'ውን ብተመሳሳሊ ከይዲ መኸተ ንምግምጋም ኣብ መንጎ ዝብሉን ኣይፋሉን ግዝያዊ ምምሕዳር ጥራሕ ኢና ንግምግም ኣብ መንጎ ዝብሉን ዝነበረ ምንስሕሓብ ምዃኑ'ውን ዝዝከር እዩ። እዚ ንትግራይ ናብ ዝኸፍእ ፖለቲካዊ ቅልውላው ዘእተዋ ዘሎ ውሽጣዊ ምፍሕፋሕ ከም ኣሜባ ኣናተቆራረፀ ዝቐፅል ዘሎ ዝኾነ እቲ ፖለቲካዊ ሓይሊ ንረብሓ ህዝቢ ትግራይ ክበሃል ብዘይ ውዓል ሕደር ካብ መድረኽ ክእለ ከም ዝግባእ ዝተፈላለዩ ወገናት ርኢይቶም ይህብሉ ኣለው። ብተመሳሳሊ ድማ ህወሓት ኣብዚ ሕጂ ሰዓት ዓብይ ዝበሃል ተጓንፎ ይገጥማ ምህላዩ ተፈሊጡ እዩ። ማለት እውን ካብ ኣፎም ዝወፅእ ናይ ኣላልታ ወሬ ክሳብ ሕጂ ምንም ዓይነት መፍትሒ ከም ዘይገበርሉን ብጣዕሚ ኣብ ስሕተትን ጌጋን ተዘፊቖም ይቕመጡ ምህላዎም ካብ ኣንደበቶም ዝወጸ ስሕተት የማላኽት። ማለት እውን ክልተ ሽሕ ዓሰርተ ክልተ ምርጫ ክንገብር ኢና ኢሎም ምርጫ ኣብ ዝገበሩሉ ኣብ እዋን ኮረና ግዜ ብክልተ ነጥቢ ሸውዓተ ሚልዮን ህዝቢ ከምዝተመረጹ ኣመስኪሮም ነይሮም። ይኹን ደኣ እምበር ሕጂ እውን ምምላስ ሕጋዊ ሰውነት ቤት ምኽሪ ትግራይ ኢሎም ኣብ ዝገበርዎ መንግስቲ ትግራይ ናብ ወንበሩ ወጺኡ ካብ ዝብሉ ድሮ ሰሙን እኳ ዘይገበሩ ብክልተ ነጥቢ ሸሞንተ ሚልየን ሰብ ተመሪፁ ዝሓደረ ሕጋዊ ውድብ እዩ ከምዝበሉ ተፈሊጡ'ሎ። ይኹን ደኣ'ምበር ኣብ ውሽጢ ሽዱሽተ ዓመታት ሓድ ሚእቲ ሽሕ ህዝቢ ወሊዱ ከምዝተብሃለ ድማ ተፈሊጡ እዩ። ማለት'ውን እዚ ሚእቲ ሽሕ ቁፅሪ ካበይ ዝመፀ ወይም ድማ ካበይ ዝተወለደ? ቁጽሪ እዩ ይኹን ደኣ እምበር ከምዚ እንዳበልካ እንዳሓሸውኻን እንዳተጋገኻን ክሳብ መዓዝ ክንበር ይኽእል ንዝብል ግን ትማሊ ኣብ ኣዲስ ኣበባ ዝተኻየደ ሓድሽ ኣኼባ መልሱ ከምዝኾነ ዝንገረሉ እዩ ዘሎ ባርከስ ኩቡራትን ፍትዋትን ተኸታተልትና ንሎሚ ዝሓዝናዮም ዛዕባታት እዞም ክትሰምዑም ዝጸናሕኹም ይመስሉ ነይሮም ክሳብ መወዳእታ ሓቢርኩምኒ ብምጽናሕኹም እንዳመስገንኩ ቅድሚ ምውጻኹም ግን እዚ ቻናል ንክዓቢ እዚ ቪድዮ ድማ ናብ ሃሎት ንክበጽሕ ላይክ ሼር ኮመንት ብዓቢ ድማ ሳብስክራይብ ከይገበርኩም ከይትወጹ ኢኹም።